ሰላም ንዓኻትኩም ይኹን ህዝቢ እግዚኣብሄር ኣብ ርሑቕን ቀረባን ዘለኹም ናይዚ መደብዚ ተኻታተልቲ ካብ እግዚኣብሄር ኣቦናን ካብ ጎይታና የሱስ ክርስቶስን ሰላም ንዓኻትኩም ይኹን። ብምቕጻል ማሕበር ኣምላኽን ኣገልገልታን ኣብ ዝብል ኣብ ትሕቲ ዝብል ኣርእስትና ኣምላኽ መጽሓፍ ቅዱስ ከመይ ዝበለ እዩ? እዚ ክብል ዝገበረኒ ብዙሓት ኣማልኽቲ ስለ ዘለዉ እዚ ኣምላኽና ኣብ መጽሓፍ ቅዱስ ተጠቒሱ ዘሎ ካብቶም ካልኦት ኣማልኽቲ ብምንታይ ይፍለ? ኣብዚ ዘመን እዚ ንእግዚኣብሔር ሰብ በቲ ዝርድኦ በቲ ንሱ ዝጥዕሞ ገይሩ ብዛዕባ ኣምላኽ ዘለዎ ኣመለኻኽታ ከጋግየና ብዝኽእል መንገዲ ኣብ ስብከታትን ኣብ ዘረባታትን ይስማዕ ስለ ዘሎ፣ እዚ ኣምላኽና ኸመይ ዝበለ ምዃኑ ብዛዕባኡ ምፍላጥ ኣድላዪ ዀይኑ ይመስለኒ። ስለዚ፣ እግዚኣብሄር ብዛዕባ እዚ ኺምህረና ኽንጽሊ ኢና። ሓቢርና ንጸሊ። ቅዱስ ሰማያዊ እግዚኣብሄር! ሰማይን ምድርን ካብ ዘየሎ ናብ ምህላው ዘምጻኻ ጐይታ ሰማይን ምድርን ንስኻ ኢኻ እሞ ብየሱስ ክርስቶስ ሕጂ ናብ ዝፋን ጸጋኻ እቲ ክንብሎ ዝግብኣና ፍልጠት ብርሃን ክተበና ብዘሎ መዝገብን ጥበብን ኣብኡ ተሰዊሩ ኣሎ እሞ እቲ ተሰወረ ሓቂ ክትገልጸልና ንጽሊ ኣለና ጐይታ ኩሎም ደቅኸ ኻብ እግዚኣብሄር ዝተማህሩ ኪዀኑ እዮም፣ ሰላም ደቅኺ ድማ ዓብዪ ኪኸውን እዩ ተባሂሉ ኸም እተጻሕፈ፣ ትምህርትና ኻባኻ ኪኸውን ንጽሊ ኣለና። እቶም ዚሰምዑ ድማ፣ በቲ ዝሰምዕዎ መጠን፣ እግዚኣብሄር ኣቦ ንኽብርኻ ዚኸውን ሓሳብን ፍልጠትን ረኺቦም፣ ብዚግባእ ኬምልኹኻን ኪግዝኡኻን፣ እግዚኣብሄር ኣምላኽ እዚ ብርሃን እዚ ኽትለቅቕ እጽሊ ኣለኹ። እዚ ኹሉ ድማ ንስኻ ክትገብር ንሕና ደቅኻ ክንባረኽ በተፍቅሮ ወድኻ ብመድሓኒና ብየሱስ ክርስቶስ ስም ኣሜን። ከምዚ ክብሉ ሰባት ሰሚዕኩም ትፈልጡ ዶ? ኣምላኽ ሓድሽ ኪዳን ኣምላኽ ብሉይ ኪዳን እናበሉ ከም ኣምላኽ ሓድሽ ኪዳን ካብ ኣምላኽ ብሉይ ኪዳን ዝተፈለየ ምዃኑ ዘስምዕ ዘረባታት ኣብ ሓደ ሓደ ሰባት ትሰምዕ ኢኻ። ኣብ ዓለማውያን ይኹኑ ኣብ ኣመንቲ እዚ ቃል እዚ ክስማዕ ይርከብ እዩ። ኣብቶም ኣመንቲ ኣምላኽ ሓድሽ ኪዳን ኣምላኽ ፍቕሪ ጥራይ ኣብ ብሉይ ኪዳን ግና ብብዙሕ ጭከና ብብዙሕ ፍርዲ ዝረአ ከም ዝኾነ ገይሮም ዝዛረቡ ወይስ ዝሰብኩ ከጋጥምኹም ይኽእሉ እዮም። ግን ኣምላኽ ብሉይ ኪዳንን ኣምላኽ ሓድሽ ኪዳንን በበይኖም ድዮም? ኣብ ዓለም ዘለዉ ንመጽሓፍ ቅዱስ ኣንቢቦም ድማ እቲ ኣብ ብሉይ ኪዳን ዘሎ ኣምላኽ ንሕስያ ዘይብሉ ጨካን ከመይ ጌሩ ንሱ ኣምላኽ ፍቅሪ እዩ ትብሉ ኢሎም ድማ ነቲ ኣብ ብሉይ ኪዳን ዘንብብዎ እግዚኣብሔር ክውንጅልዎ ወይ ድማ ከም በዳሊ ጌሮም ክርእይዎ ዝፍትኑ ሰሚዕኩም ትኾኑ ቅድሚ ሕጂ ብ ሚእትን ዓሰርተን ዓመተ ምህረት ከባቢ ማርሲዮን ዝብሃል ኣብ ካልኣይ ክፍለ ዘመን ዝነብር ዝነበረ ብዛዕባ ክርስቶስ ብዛዕባ ኣምላኽ በበይኖም ከም ዝዀኑ ገሊጹ፣ ክርስቶስ ነቲ ኣብ ብሉይ ኪዳን ዝነበረ ጨካን ኣምላኽ ንዕኡ ክትክኦ ከም ዝመጸ፣ ኣምላኽ ኣቦ ጐይታና የሱስ ክርስቶስሲ ካብቲ ኣምላኽ በዓል ሙሴ ፍልይ ከም ዝበለ ከም ዝዀነ ገይሩ ዝዛረብ ተሲኡ ነይሩ። እዚ ማርሲዮን እዚ ትምህርቱ ካብ ሚእትን ኣርብዓን ኣርባዕተን ዓመተ ምህረት ኣትሒዙ ክሰብኮ ንብዙሓት ድማ ከስድዕ ተረኺቡ እዩ። ኣምላኽ ብሉይ ኪዳን ጨካን፣ ኣምላኽ ሓድሽ ኪዳን ግና ፍቕሪ እዩ። ብጀካ ካብ ወንጌላት ወንጌል ሉቃስ ካብ መልእኽታት ድማ ናይ ጳውሎስ ጥራይ እኳ ደኣ ኩሎም ናይ ጳውሎስ ዘይኮኑስ ዓሰርተ ካብቶም መልእኽትታቱ ወሲዱ ንርእሱ ስሒቱ ንብዙሓት ዘስሓተ ሰብ ምዃኑ ታሪኽ ቤተ ክርስቲያን ይነግረና እዩ። እምበኣር ኣምላኽ ሓድሽ ኪዳን ንሱ እቲ ኣምላኽ ኣብ ብሉይ ኪዳን ዘሎ ኣምላኽ ኣቦታትና ኣምላኽ ጥንቲ ኣምላኽ ኣብርሃም ኣምላኽ ሙሴ ኣምላኽ እስራኤል ንሱ እቲ ኣምላኽ ኣቦ ጎይታና የሱስ ክርስቶስ ከም ዝኾነ እዚ ክንፈልጥ እየ ነዚ ርእሲ እዚ ኣልዒለዮ ገለ ሰባት ከምቲ ዝበልክዎ ዘይኣመንቲ ኮይኖም ኣምላኽ ብሉይ ኪዳን ኣምላኽ ሓድሽ ኪዳን ክብሉ ዝገብሮም ኣብ ብሉይ ኪዳን ብዙሕ ጨካን ፍርድን ደማዊ ውግእን ምጽናትን ህልቂትን ስለ ዘንብቡ ኣምላኽ ፍቕሪ እንተኾይኑ ከመይ ገይሩ እዚ ኩሉ ጥፍኣት ክፍጽም ይእዝዝ? ስለምንታይ ከ ብዘይ ንሕስያ ቆልዓ ሰበይቲ ክጠፍኡ ይገብር ኢሎም በቲ ናቶም ፍልስፍና ሕጂ ሒዞምዎ ዘለው ናይ ሂዩማኒዝም ናይ ዲሞክራሲ ናይ መሰል ሰብ ምጥባቕ ብዝምልከት ንሰብ ሓለፋ ኣምላኽ ክርእይዎ ዝጋደሉ ናታቶም ዘረባ እዩ። ኣብ ኣመንቲ እንተመጺእና ድማ ኣብ ሓድሽ ኪዳን ነቲ ብምድሓን ሰብ ዝተገልጸ ፍቕሩ ድማ ብወዱ ቢሉ ዝገለጸ ኣምላኽ በቲ ሓደ ገጹ ጥራይ ስለ ዝርእይዎ ነቲ ቐናእን ቅዱስን ኣምላኽ ግና ስለ ዝስሕትዎ እዩ ኣምላኽ ፍቅሪ ኢሎም ጠጠው ይብሉ ከምዚ ዝበሉ ሰባት ሓደ ካብቲ ሽግሮም ኣብ ቃል ኣምላኽ ነቲ ንሳቶም ክብልዎ ዝደልዩ ካብ መጽሓፍ ቅዱስ ሓደ ክፋል ወይ ሓደ ጥቕሲ ጥራይ ጠንቂሮም ብምውሳድ ብዛዕባ እግዚኣብሔር ግጉይ ርድኢት ንሰባት ከቕርቡ ዝተረኽቡ ብዙሓት እዮም። እተመጣጠነ ፍልጠት ዘይብሎም ኣምላኽ ፍቕሪ እዩ ዝብል ኣብ መጽሓፍ ቅዱስ ባህርያቱ እዩ ዝገልጽ እምበር ኣምላኽሲ ብኹሉ መንነቱስ ፍቕሪ እዩ ጥራይ ንብል እንተኾይናስ ኣብ ስሕተት ንወድቕ። ኣምላኽ ፍቕሪ እዩ እንተ ኢልናስ ፍቕሪ ኸኣ ኣምላኽ እዩ ክንብል ማለት እኳ እዩ። እዚ ስሕተት እዩ። ኣምላኽ ኣብ መጽሓፍ ቅዱስ ክንሪኦ ከለና ቅዱስ እዩ። ኣብ መጽሓፍ ቅዱስ ክንሪኦ ከለና ብዙሕ ተፈላለየ ባህርያት ኣለዎ። ቀናእ እዩ። ጻዱቕ እዩ። ኣብ ፍርዲ በጺሑ ቅኑዕ እዩ። ግና ንበዳሊ ከም ንጹህ ዘይርኢ ክሳዕ ዘይተነስሐን ዘይተመልሰን ድማ ሕነዝ ፈዲ ምዃኑ ይስሕትዎ ኣለዉ። እዞም ከምዚ ዝገብሩ መብዛሕትኡ ግዜ ዝወስድዎ ጥቕስታት እቲ ንሰብ ንእዝኑ ጥዑም ጥዑም ዝጥዕሞ ቃላት እናመረፁ ከምኒ ንኣብነት ኤርምያስ 29 ፍቕዲ 11 ኣነ ዝሓስበልኩም ሓሳብ ሓሳብ ደሓን እዩ ወይ ድማ ኣብ ኤርምያስ 31 ፍቕዲ 3 ኣምላኽ ብናይ ዘለኣለም ፍቕሪ ኣፍቀርኩኺ፣ ብምሕረት ድማ ሰሓብኩኺ ዝብሉ ቃላት፣ ወይ ኣብ ወንጌል ዮሃንስ ዝውቱር ዝኾነ ጥቕሲ ሰለስተ ዓሰርተ ሽዱሽተ፣ ኣምላኽ በቲ ሓደ ወዱ ዝኣመነ ኩሉ ናይ ዘለኣለም ህይወት ክረክብ እምበር ከይጠፍእስ ነቲ ሓደ ወዱ በጃ ክሳዕ ዝህብ ክሳዕ ክንድዚ ንዓለም ኣፍቀራ። ዝብል ወይ ኣብ ወንጌል ዮሃንስ ንኣብነት እየ ዝብል ዘለኹ ምዕራፍ ዓሰርተ ፍቕድ ዓሰርተ ኣነ ግና ህይወት ምስ ተረፋ ክረኽባ እየ ዝመጻእኩ ወይ ኣብ ሮሜ ሓሙሽተ ሸሞንተ ገና ጸላእቲ ኮለና ኣምላኽ ግን እታ ፍቕሩ ንዓና በዚ ገለጸልና ዝብሉ ጥቕስታት እናወሰዱ እቲ ካልእ ግና እናጎሰዩ ዝርከቡ ስብከቶም እውን ኣብዚ ጥራይ ዘዝበሉ ብዙሓት ኣለዉ እዚ ስሕተት እዩ ምልኣት ናይቲ ቃል ዘይምፍላጥ እዩ። እምበኣር፣ ነፍሲ ወከፍ ሰብ ክዛ ክሰብኽ ወይ ድማ ብዛዕባ እግዚኣብሔር ክዛረብ እንተ ደኣ ዀይኑ፣ ኣምላኽ መጽሓፍ ቅዱስ መን ምዃኑ ክፈልጥ ካብ ኦሪት ዘፍጥረት ኣትሒዙ ክሳዕ ራእይ ዮሃንስ ብትኽክል መርሚሩ ክፈልጥ ይግብኦ እዩ። ስለዚ እዩ ሃዋርያ ጳውሎስ ኣብ ካልኣይ ጢሞቴዎስ ሳልሳይ ምዕራፍ ካብ ፍቕዲ ዓሰርተ ሽዱሽተ ኣትሒዝኩም ክሳዕ ራብዓይ ምዕራፍ ፍቕዲ ኣርባዕተ ኣንብብዎ እሞ፣ ግናኸ እቶም ብክርስቶስ የሱስ ብፍርሃት እግዚኣብሔር ክነብሩ ዝደልዩ ኢሉ ክስጎ ኩሎም ክስጎጉ እዮም። እቶም እኩያት ሰባት ጠበርቲ ግና እናስሓቱ እናስሓቱን ናብ ዝገደደ ክበጽሑ እዮም። ንስኻ ግና ኢልዎ ንጢሞቴዎስ ካብ ንመን ከም እተምሃርካ ፈሊጥካ ነተን ካብ ቁልዕነትካ ጀሚርካ ብእምነት ብክርስቶስ የሱስ ንምድሓን ከለብማኻ ዝኽእላ ቕዱሳት ጽሑፋት ፈሊጥካ በቲ እተመሃርካዮን እተረዳእካዮን ጽናዕ። እቲ ናይ ኣምላኽ ሰብሲ ንሰናይ ግብሪ ዘበለ ፈጺሙ ወይ ተዓጢቑ ድሉው ኰይኑ ምሉእ ትሕዝቶ ዘለዎ ዀይኑ መታን ክርከብሲ ነቲ መንፈስ ኣምላኽ ዝነፈሶ ጽሑፍ ንትምህርቲ፣ ንተግሳጽ፣ ንምቕናዕ፣ ንጽድቂ ዝኸውን ምእዳብ፣ ዝጠቅም፣ ንዕኡ ክምርምር፣ ፈሊጡ ድማ ብእኡ ክዕጠቕ፣ ተዓጢቑ ድማ ከገልግል ይግብኦ ክብሎ ከሎ ንርኢ። እሞ ክንዳሎ፣ ክንዕለም፣ በዚ ቃል እዚ ድማ ክንዕጠቕ ኣለና ከነገልግል እንተ ደኣ ኮይኑ። እምበኣር ኣምላኽ ቅዱስ እዩ ኣብ ኢያሱ 2419 ኣብ ራእ ዮሃንስ 4 ፍቕዲ 8 እቶም ዝቐርብዎ ኣብ ዘሌዋውያን ምዕራፍ 10 ካብ ሓደ ስጋዕ ሓሙሽተ በቶም ዝቐርቡኒ ክቕደስ እየ ኢሉ እዩ እግዚኣብሔር እሞ እቶም ኣዝዮም ቀረብኡ ዝኾኑ እቶም ኣርባዕተ ጸወርቲ መንበር ንእግዚኣብሔር ክጠቕስዎ ከለዉ ወይ ክጽውዕዎ ከለዉ ቅዱስ ቅዱስ ቅዱስ እዩ እግዚኣብሔር ክብሉ ከለዉ ኢና ንርኢ እግዚኣብሔር ቅዱስ እዩ በቶም ዝቐርብዎ ዝፍለጥ ኣምላኽ እዩ ስለዚ ቅድስና እንታይ ማለት እዩ ፍሉይ ካብ ካልእ ዝተፈልየ ካብ ሓጥኣን ዝተፈልየ ብኩሉ ነገሩ ፍሉይ ጻድቕ ምስኡ እተተሓሓዘ እዩ፣ ካብ ጽድቁ ዝተላዕለ እግዚኣብሄር ቅዱስ እዩ፣ ፍሉይ እዩ፣ እግዚኣብሄር ከኣ ቅዱስ ጥራይ ኣይኮነን፣ እግዚኣብሄር ብርሃን እዩ፣ ኣብኡ ጸልማት የለን። ርግጽ ኣምላኽና ድማ መሓሪ እዩ፣ ተነሲሑ ናብኡ ዝመጽእ በደለይ ይቕረ በለለይ ንዝብል እግዚኣብሔር ብእከይ ተጣዓሲ ንኹራ ደንጓዪ በዓል ብዙሕ ሳህልን ምሕረትን ስለ ዝኾነ ይርከበሉ እዚ ጥራይ ኣይኮነን ከኣ ኣምላኽና ድማ ፍቕሪ እዩ በዚ ምኽንያት እዚ ነቲ ሓደ ወዱ በጃ ክህበና ከሎ ካብ ጥፍኣት ከድሕነና ዋጋ ክኸፍለልና ከሎ ንርኢ እዚኦም ቃላ እዚኣቶም ግና ባህሪኡ እምበር መንነቱ ዝገልጹ ኣይኮኑን። ኣብ መንነቱ እንተደኣ መጺእና ንኣምላኽ ብኹሉ ባህርያቱ ጥራይ ዘይኮነስ መንነቱ ድማ ክንፈልጥ ኣለና። ግብሩ ድማ ክንፈልጥ ኣለና። ስለዚ ነፍሲ ወከፍ ዘገልግል ሰብ ንኣምላኽ ብመንነቱ፣ ብባህርያቱ፣ ብግብሩ ክፈልጦ ይድለዮ። መጽሓፍ ቅዱስ ከነንብብን ክንመሃርን ከለና እዚ ነገር እዚ ኣብኡ ክንረኽቦ ኢና። መንነቱ ብዝምልከት ክንርኢ ከለና እግዚኣብሔር ዘለዓለማዊ እዩ፣ ህልው ዘለዓለም እዩ። ብርእሱ ዝነብር ምንባሩ ካብ ካልእ ህይወቱ ካብ ካልእ ዘይደልዮ እዩ። ወሰን ዘይብሉ ሰማይን ምድርን ዝመልእ ዕቤቱ ዘይተመርማሪ እዩ። ኩሉ ኸኣሊ እዩ ኩሉ ዝፈልጥ ኩሉ ዝሰምዕ ኩሉ ዝርኢ ስለዚ እግዚኣብሔር ኣብ ዘዘመኑ ርእሱ ዝቀያይር ኣምላኽ ኣይኮነን እቲ ኣብ ብሉይ ኪዳን ንበዓል ሙሴ ዝተገልጸሎ ንሱ እዩ ነቲ ሓደ ወዱ ሰዲዱ ድማ ፍቕሩ ገሊጹ እቲ ቅዱስ ኣምላኽ ንሱ ድማ እቲ ፈቃር ኣምላኽ እዩ እቲ ፈቃር ኣምላኽ ንሱ ድማ እቲ ቀና ኣምላኽ እዩ እቲ ቐንዲ ኣምላኽ ንሱ ድማ እቲ ሕነ ዝፈዲ ኣምላኽ እዩ። ስለዚ ብኹሉ ኩርንዑ ንእግዚኣብሔር ክንፈልጦ እሞ በቲ ንኻልኦት ካብ ካልኦት ዝፈልዮ ባህርያቱ ብኡ መጠን ክንፈርሆን ከነኽብሮን ይግብኣና እዩ። ስለምንታይ እግዚኣብሔር ንኣብርሃም ርእሱ ክገልጸሉ ኣድለየ? ስለምንታይ ኣድልይዎ? ምኽንያቱ ናብ ኣጋር ኣትዩ ደሓር ድሕሪ ዓሰርተ ሰለስተ ዓሰርተ ኣርባዕተ ዓመት ኣብርሃም ኢሉ ኣነ እቲ ኹሉ ዝኽእል እግዚኣብሔር ኣምላኽ እየ ኣብ ቅድመይ ተመላለስ ፍጹም ከኣ ኹን ክብሎ ከሎ ንርኢ። ምኽንያቱ ኣብ ምዕራፍ ዓሰርተ ሓሙሽተ ካብ ከርስኻ ዝወጽእ እዩ ዝወርሰካ ኢልዎ ከብቅዕ ኣብ ምዕራፍ ዓሰርተ ሽዱሽተ ዘፍጥረት ግና ሳራ ናብ ኣጋር እቶ እግዚኣብሔር ማህፀነይ ዓጺኒ ኢላ ከተስሕቶ ከላ ኢና ንርኢ ንኣምላኽ ክትሕግዞ የድልየካ ድዩ ኣየድልየካን እዩ ቃሉ እሙን እዩ ጽድቂ ኮይኑ ተቆጽረሉ ስለ ዝኣመነ እዩ ድሓር ግን ነቲ እምነቱ ደርብዩ ኣብ ናይ ሰብ ምኽሪ ክወድቕ ከሎ ንርኢ። እግዚኣብሔር ንዓሰርተ ሰለስተ ዓሰርተ ኣርባዕተ ዓመት ገጹ ክኽውለሉ ዝገበሮ ምኽንያት ናብ እምነት ክሳዕ ዝመጽእ ብእምነቱ ክሳዕ ዝድልድል ተዓጊስዎ ዝተረፈ ክግለጸሉ ከሎ ኣነ እቲ ኩሉ ዝኽእል ኣምላኽ እየ ኣብ ቅድመይ ተመላለስ ንዓይ ዝጨንቀኒ ነገር እንታይ ኣሎ ኢሉ ሽሙ ክልውጠሉ ከሎ ኢና ንሪኦ ገና ከይወለዶ ከሎ ድሕሪ እጂ ኣብርሃም ክትበሃል ኢኻ ኣቦ ብዙሓት ካብ ነቲ ዘየሎ ናብ ህልው ዝጽውዕ ኣምላኽ ስለዚ ስለምንታይ ርእሱ ይገልጸሎም ንኣብነት ንሙሴ ኸኣ እንደገና ኣብ ዘጽኣ ሰላሳን ክልተን እዚ ህዝቢ እዚ ጣዖት ኣምሊኹ እዩ ዓብዪ ሓጢኣት ገይሩ እዩ ስለዚ ናብ እግዚኣብሔር ክሓቶ ምሕረት ክልምን ክኸይደ ኢልዎም ክሓቶ ከሎ ኣንታ እግዚኣብሔር ነዚ ህዝቢ እዚ ሓጢኣቱ ዓብዪ በደሉ ይቕረ በለሉ ምስ ተረፈስ ካብ መጽሓፍ ህይወት ሓኸኸኒ ኢሉ ፍቕሩ ንደቂ እስራኤል ዘለዎ እኳ እንተ ገለጸ፣ እግዚኣብሄር ግን ደሓን ነቲ ዝበደለኒ ባዕለይ ክከሓሶ እየ ክብሎ ከሎ ኢና ንርኢ። ነቶም ጣኦት ዘምልኹሎም ኣብቲ ግዜ እቲ ኣብ ምድረ በዳ ከለዉ ቀዚፍዎም እዩ። ኣብ ሰላሳን ኣርባዕተን ሽዑ እንታይ ኢልዎም? ኣብ ዘጸኣት ሰላሳን ኣርባዕተን ቁጽሪ ሓደ ክሳዕ ሸሞንተ ዘሎ እሞ ኣንብብዎ። እግዚኣብሔር ስሙ ክእውጀሉ ከሎ ንርእዮ። እግዚኣብሔር እግዚኣብሔር መሓርን ጸጋውን፣ ንዅራ ደንጓይ፣ በዓል ብዙሕ ሳህልን ምሕረትን፣ ንሓጢኣትን በደልን ምትሕልላፍን ይቕረ ዝብል፣ ንበዳሊ ግና ከም ንጹህ ዘይርኢ፣ ክሳዕ ሳልሳይ ራብዓይ ወለዶ ዝቐጽዕ እዩ ምስ በሎ ፍግም ኢሉ ክሰግድ ከሎ ባህርያት እግዚኣብሔር ገሊጽሉ። ጣኦት ኣምሊኽካ እግዚኣብሔር ስቕ ክብለካ ኣይክእልን እዩ። ስለዚ ኣብ ዘዳግም ምዕራፍ ሓሙሽተ ፍቕዲ ትሽዓተ ኣነ እግዚኣብሔር ጠላዕ ኣምላኽ እየ እሞ ስለዚ ንጣዖታት እንተ ኣምሊኽካ ክሳዕ ሳልሳይ ራብዓይ ወለዶ ኩራ ነድረይ ክቕጽል እዩ ክብሎ ከሎ ንርኢ እሞ ኣሕዋተይ እግዚኣብሔር ዝባላዕ ሓዊ እዩ ቀና ኣምላኽ እዩ ስለምንታይ ኢና ሃና ኣብ ካልኣይ ሳሙኤል ምዕራፍ ክልተ እተዛረበቶ ርእሱ ክገልጸልና ፈትዩ፣ ምኽንያቱ ትምረር ነይራ። እግዚኣብሄር ግና ማህጸን ዝኸፍት፣ ኩሉ ዝኽእል፣ ንወላድ መኻን ዝገብር፣ ንመኻን ወላድ ዝገብር፣ ዝቐትል፣ ዘሕዊ፣ ልዕል ዘብል፣ ዘዋርድ፣ ኣብ ልዕሊ ኩሉ ስልጣን ዘለዎ ኣምላኽ ምዃኑ ንሃና ገሊጹላ እዩ። ስለምንታይ ንሰብ እብራውያን እቲ ናይ እብራውያን ጸሓፊ ኣብ ምዕራፍ ዓሰርተ ክልተ እግዚኣብሔር ምስ ሓጢኣት ዘለዎም ኣመለኻኽታ ሸለል ከም ዘይብሎም ብዘይ ቅድስና ንኣምላኽ ክርእይዎ ከም ዘይክእሉ ተዛሪቡ ዘሎ ኣምላኽና ዝባላዕ ሓዊ እዩ ዘይተንቀጥቅጥ መንግስቲ ንቕበል ካብ ኮና እምበኣር ሙሴ እኳ ፈርህን በድብድን ካብ በለ ኣብ ምድሪ ተዛሪብዎ ምስማዕ ካብ ኣበይዎ እቲ ካብ ሰማይ ዝዛረበና ዝባና ካብ ንመልሰሉ ከቢድ ከም ዝኾነ ተዛሪቡ ኣሎ እሞ ኣብ ምዕራፍ ዓሰርተ ኣብ እብራውያን እግዚኣብሔር ሕነ ዝፈዲ ኣምላኽ ምዃኑ እውን ተዛሪብዎም ኣሎ። ስለዚ ኣሕዋተይ ኣምላኽ ባህርያቱ ክገልጸልና ዘድልዮ ምኽንያት ብኻልእ በቲ ንዓና ዝመስለና ጥራይ ከይንሪኦ ምእንቲ ኢሉ እዩ። ስለዚ በበይኑ ባህርያት እግዚኣብሔር ክንፈልጥ ይግብኣና እዩ። ኣምላኽ ቅዱስ እዩ። ኣምላኽ ቀናእ ኣምላኽ እዩ። ኣምላኽ ዝፍንፍን ዝጸልእ ኣምላኽ እዩ። ኣምላኽ ዝኹሪ ዝቑጣዕ ቁጥዓ ዝመልአ ኣምላኽ እዩ። ኣምላኽ ጨካን ኣምላኽ እዩ። ኣምላኽ ሕነ ዝፈዲ ኣምላኽ ሕነ እዩ። እዚ እዚ ኢልና ጥራ ግን ጠጠው ኣይንብልን ኢና ኣምላኽና መሓሪ እዩ ኣምላኽና ፍቕሪ እዩ ኣምላኽና ሕያዋ እዩ ለዋህ እዩ ኣጣልዩ ዕጉስ እዩ ከኣ እዚ ኩሉ ባህርያቱ ሒዝና ብኩሉ ባህርያቱ ክንፈልጦ ኣምላኽ ይደግፈና ቅዱስ እዩ ኣብ ኢያሱ ዕስራን ኣርባዕተን ኣብ ቀዳማይ ሳሙኤል ምዕራፍ ሽዱሽተ ነቲ ታቦት እግዚኣብሔር ካብ ፍልስጤማውያን ምስ መፀ ነቲ መኽደኒኡ ክፍት መሰበልዎ ሰብዓ ሰብ ክመቱ ከለዉ ኢና ንርኢ ዝባላዕ ሓዊ ስለ ዝኾነ እግዚኣብሔር ተመስገነ ይኹን ኣብ እግዚኣብሔር ቀናእ ምዃኑ ድማ ኣብ ዘዳግም ምዕራፍ ኣርባዕተ፣ ኣብ ናሆም ምዕራፍ ሓደ እግዚኣብሔር ቀናእ ኣምላኽ እዩ፣ ቁጥዓ ዝመልኣ ኣምላኽ እዩ፣ ሕነ ዝፈዲ ኣምላኽ እዩ ኢሉ ኣብ ናሆም ምዕራፍ ሓደ እውን ገሊጽዎ ኣሎ። እንደገና ኣምላኽ ዝፍንፍን ኣምላኽ እዩ፣ ንደቂ እስራኤል ጣኦታት ከምልኹ ምስ ጀመሮም ክፍንፍኖም ጀሚሩ ኣብ ዜሌዋውያን እንተ ካብ ጣኦታት ርሒቅኩም ነፍሰይ ኣይክፍንፍነኩምን እያ ኢልዎም ኣብ መዝሙር ዳዊት ሚእትን ሽዱሽተን ግና ጣኦት መሰምልኹ እግዚኣብሔር ንርስቱ ፈንፈኖ እዩ ዝብል እግዚኣብሔር ጸላእ ኣምላኽ እዩ ኣብ መዝሙር ዳዊት ዓሰርተ ሓደ ኣምላኽ ንረሲእን ፈታዊ ግፍዕን ይጸልኦም ነፍሱ ትጸልኦም እዩ ሮሜ ምዕራፍ ሓደ ካብ ዕስራ ክሳዕ ሰላሳን ክልተን ድማ ብኣምላኽ ጽሉኣት ኢሉ ኣሎ። እግዚኣብሔር ኣይጸልእን እዩ ትብሉ እንተኾንኩም ትጋገዩ ኣለኹም። ኣምላኽ ንሓጢኣተኛ ኣይጸልኦን እዩ ነቲ ሓጢኣት ጥራይ ይጸልእ ዝበሃል ስብከት ናይ ጸዓዱ እዩ። እግዚኣብሔር ይቑጣዓካ ይጸልኣካ እኮ ስለዚ ነቲ ጸላእቱ ኮለና ዕዳና ዝኸፈሎ የሱስ ክሳዕ ክንደይ ከም ዘፍቀረና ፈሊጥና ብጽድቂ ክንመላለስ እምበር ንሓጢኣት ከም ዘይጸልእ ጌርና እሞ ምስኡ ኸኣ ከም ዘይልክመና ጌርና ንዛረብ ተኾይንና እዚ ስሕተት ትምህርቲ እዩ ንጠንቀቕ እብለኩም ኣለኹ እግዚኣብሔር ዝጉሂ ዝቑጣዕ ኣምላኽ ምዃኑ ድማ ኣብ ናሆም ጠቒስናዮ ኣለና ኣብ መዝሙር ዳዊት ሸውዓተ ዓሰርተ ሓደ እግዚኣብሔር ዕለት ዕለት ከም ዝኹሪ ተዛሪቡ ኣሎ መዝሙር ተስዓ ድማ ንቝጥዓኻን ንሓይሊ ዅራኻን ክፈርህ ኢሉ ብዛዕባኻ ዚምርምር መን እዩ? ኢሉ። ኣብ ካልኣይ ቈረንጦስ ሓምሻይ ምዕራፍ ዓሰርተ ሓደ ፍርሃት እግዚኣብሄር ፈሊጥና ንዅሉ ሰብ ነረድኦ ኣለና ክብለና ከሎ ጳውሎስ ንርኢ። እግዚኣብሄር ድማ ጨካን እዩ። ነቶም ደቂ እስራኤል ብሰሪ ዘይምእማኖም ካብቲ ጕንዲ ክሰልዖም ክወድቁ ከለዉ እቶም ጨናፍር ንሕና ብዘይ መንገዲ ባህሪ ኣብቲ ቅዱስ ኦም እንተተተኸልና ለውሃቱን ጭከንኡን ረኤ ተመልከት ስለዚ ንስኻ ሳላ ዝኣመንካ እቶም ዘይኣመኑ ግና እግዚኣብሔር ከም ዝደርበዮም ጭከንኡ ድማ ተመልከት ለውሃት ኣምላኽን ጭከና ኣምላኽን ረኣዮ ክብል ከሎ ንርኢ ሕነ ዝፈዲ ኣምላኽ እዩ እግዚኣብሔር በዲሉ ዓሚፁ ሰብ ስቕ ዝብል ኣምላኽ ኣይኮን እሞ ነቲ ሕነ ዝፈዲ ኣምላኽ ስፍራ ሕደግ ክብል ከሎ እንታይ ማለት እዩ ንሕና ናይ እግዚኣብሔር ባህሪ ከምቲ እተዓገሰና ክንዕገስ ከምቲ ዘፍቀረና ከነፍቅር ከምቲ ሰናይ ዝገበረልና ሕያውነት ዘርኣየና ገና ዓመፅቱ በደልቱ ከለና ንሰብ ምእንቲ ክድሕን ባህርያት እግዚኣብሔር ተማቒልናስ ባህሪ እግዚኣብሔር ከነርእዮ እምበር እግዚኣብሔር ንዓመፃ ንሓጢኣት ሸለል ስለ ዝብል ኣይኮነን ሕነ ዝፈዲ ኣምላኽ እዩ ኣብ እብራውያን ምዕራፍ ዓሰርተ ንብቦ ኢለኩም ኣለኹ ካብ ዕስራን ሽዱሽተን ክሳዕ ሰላሳን ሓደ ስለዚ ኣምላኽ ኣብ ብሉይ ኪዳን እዚ ኩሉ ንኣማሌቅ ምስ ናይ ጥሪቱን ትውልዱን ዓሌቱን ብምሉእ ኣጽንቶም ክብሎ ከሎ ንሳኦል እግዚኣብሔር ሕነ ክፈዲ ከሎ ኢና ንርኢ እግዚኣብሔር ተመስገነ ይኹን እሞ እዚ ኣምላኽ እዚ ንከነኣናውያን ንኣሞራውያን ኣውጺኡ ንደቁ ናብ ቦትኦም ከእትዎም ከሎ ንደቂ እስራኤል እንታይ ማለት እዩ ኣምላኽሲ ንሰማይን ምድርን ክፈጥር ከሎ ምእንቲ ፍቓዱ እዩ ፈጢሩ ኣብ ራእይ ዮሃንስ ምዕራፍ ኣርባዕተ ኣንብብዎ እሞ ክገርመኩም እዩ ኣብ ምዕራፍ ሓሙሽተ እውን ተዛሪብዎ ኣሎ ካብ ዓሰርተ ክሳዕ ዓሰርተ ሓደ ዘሎ እግዚኣብሔር ምእንቲ ፍቓድካ እውን ተፈጢሩ ኣሎ ክብሉ ከለዉ ንርኢ ኣብ ኢሳይያስ ኣርብዓን ሰለስተን ነቲ ንኽብረይ ዝደኮንክዎ ህዝበይ ኣውፅኣዮ ክብል ከሎ ንርኢ ኣብ ኤፌሶን ምዕራፍ ሓደ ንኽብሩ ንውዳሴ ክብሩ ጸግኡ ብፍታዊ ፍቓዱ ንርእሱ ውሉድ ክንኮኖ ቀደም መደበና ኢሉ ኣብ ካልኣይ ቆሮንጦስ ሓምሻይ ምዕራፍ ድማ እቶም ዘለዉ ሕጂ ኣመንቲ ምእንትቶም ምእንትኦም ዝሞተን ተንስእ እምበር ንርእሶም ምእንቲ ከይነብሩ ኢሉ ስለዚ ንኽብሩ እዩ ነዛ ምድሪ ፈጢርዋ ንዓና ድማ ፈጢሩና ስለዚ ዘየኽብሮ ዘበለ ክጸርግ መሰል ኣለዎ እዚ ኣብ መንበር ኮፍ ኣቢሎም ኢንተርቪው ወይ ድማ ቃለ መጠየቕ ክገብርሉ ቁሩብ ተሪፍዎም ዘሎ ዘይሓንኩ ህዝቢ ዓለም እግዚኣብሔር ቅዱስ እግዚኣብሔር ንኽብሩ ዝፈጠሮ ንዓላማ ከም ዝፈጠሮ ፈሊጦም ንእግዚኣብሔር ይፍርህዎ እምበር ብዘረበኦም ወይስ በቲ ናታቶም ኣተሓሳስባ ዝቕየር ኣምላኽ የብልናን ስለዚ ኣብ ሚልክያስ ትንቢት ሚልክያስ ምዕራፍ ሰለስተ ፍቕዲ ሽዱሽተ እንታይ ኢሉ ኣሎ ኣቱም ደቂ እስራኤል ኣነ ኣይልወጥን እየ እሞ ስለዚ ኢኹም ዘይጠፋእኩም ክብል ከሎ ንርኢ እግዚኣብሔር ኣምላኽና ብዘመና ዝቀያየር ኣምላኽ የብልናን እንታይ ደኣ እዩ ኣብ ሓድሽ ኪዳን ብክርስቶስ የሱስ ፍቅሩ ገሊጹ ብመንፈሱ ኣብ ውሽጥና ስለ ዝሓደረ እግዚኣብሔር ክንፈርሆ ንፍርሃትን ንህይወትን ዝኸውን ኩሉ ካብ ሃበና ኣብ ቅድሚኡ ከነንቀጥቅጥ ብፍርሃት ድማ ክንፈልጦን ከነገልግሎን ይድልየና። እዚ ካብ ፈለጥና ኣምላኽ መጽሓፍ ቅዱስ ካብ ካልኦት ኣማልኽቲ ፍልይ ዝበለ ከም ዝኾነ ከምቲ ማርሲዮን ዝብሎ ናይ ብሉይ ኪዳንን ናይ ሓድሽ ኪዳንን ኣምላኽ በበይኖም ኣይኮኑን። ኣምላኽ ፍቕሪ ኢልኩም ጠጠው ኣይትበሉ ብኹሉ ብቕድስንኡን ብቕንኣቱን ብሕነ ምፍዳዩን ድማ ንፍለጦ እሞ ንፍርሃዮ ንገዝኣዮ። ዝወድሓንኩም እግዚኣብሔር ይባርኩም በዚ ትምህርቲ እዚ ንሓድግኩም ተጸናንዑ፣ ነቶም እተጋገዩ ድማ ካብ ጌጋ ክትመልሱ እመክር ኣለኹ። እግዚኣብሄር ይባርኩም፣ ጸግኡ ድማ የብዝሓልኩም። ሓን ውዓሉ። ኣሜን።